ብሰንኪ ምድራቕ ሩባ ኤፍራጥስ ትንቢታት ምጾታት ዓለም ከም ዝኣኸለ እዩ ዝንገር ዘሎ። ረባሺ ድምጺ እቶም ኣርባዕተ እሱራት መናፍስቲ ካብ ዝስማዕውን እንሆ እዋናት ኣሕሊፉ ይርከብ። ሰላም ዝኸበርኩም ተኸታተልቲ መደባት ህድሞና ቲቪ ኤክስትራ ከመይ ጸንሑ? ሎምባር ንብዙሓት ተኸተልቲ እምነት ክርስትና ኣዝዩ ኣሰንባዲ ኮይኑ ዘሎ ፍጻሜታት ሩባ ኤፍራጦስን ትንቢት መጽሓፍ ቅዱስን ዝትንትን ኣንጠልጣሊ ናይ ምጽኣት ጎይታ ምልክታት ሒዘልኩም መጺኤ ኣለኹ። ሼር ላይክ ሳብስክራይብ ብምግባር ከም ወትሩ ክሳብ ፍጻመ መደብና ምሳና ሓቢርኩም ክትጸንሑ ብኽብሪ ንዕድም። ታሪኽ ሓዘል ወሓይዛት ሩባ ኤፍራጦስ ምድራቑ ዓለም ዘዛረበ ኣሰንባዲ ዛዕባ ኮይኑ ኣሎ። ማያት ኤፍራጦስ ብኣቋጻጽራ ኤሮጳ ኣብ ክልተ ሽሕን ዕስራን ዓመተ ምህረት ነዚ ትርእይዎ ይመስል ነበረ። ሎሚ ግን ወሓይዛት ሩባ ኤፍራጦስ ናብ ፍጹም ኣሰንባዲ ደርቂ ተቓሊዑ ይርከብ። ንምድሪ ኣቕሩባ ኤፍራጦስ ተኸቲሎም ዝጎልሑ ዘለዉ ዝተፈላለዩ ዛዕባታት ግን ነዚ ጉዳይ ኣዝዩ ኣሻቓሊ ክኸውን ገይርዎ ኣሎ። ምድሪ ኣቕሩባ ኤፍራጦስ ንዓለም ንሓንሳብን ንሓዋሩን ሒዝዎ ክመጽእ ዝኽእል ኣሰንባዲ ፍጻመ ብወገን ኣመንቲ ክርስትናን ሳይንቲስትን ዓለምናን ዝነፍስ ዘሎ ትንተና መጠረሽታ ዓለም ከም ዝኣኸለ ዘብርህ'ዩ። እዚ ኣዘራቢ ኮይኑ ዘሎ ዛዕባ ግን ሸፈነ ማዕከናት ዜና ንኽረክብ እንታይ ቀሰቦ? ብኣይማኖትን ሳይንቲስትን ዝለዓሉ ዘለዉ ቀንዲ ነጥብታትከ እንታይዮም? ሓቢርና ክንድህስስ ኢና። ምድራቕ እዚ ሩባ ኣብዚ ሰዓት እዚ ዓለም ዘዛረበ ጉዳይ ኮይኑ ኣሎ። ብፍላይ ብእምነት ክርስ። ዝና ኣብ ቅዱሳት መጻሕፍቲ ኣብ ራእይ ዮሃንስ ሰፊሩ ዝርከብ ሓደ ካብቶም ኣርባዕተ ንገነት ኤዶም ካብ ዝምግቡ ሩባታት ዝኾነ ማያት ሩባ ኤፍራጦስ እናደረቐ ምኻዱ ምልክት ናይቲ ትንቢት ብምዃኑ ንብዙሓት ኣህዛብ እንዳበኣሰ ዝኸይድ ሻቕሎት ደጒሉ ብምህላዉ ኣዛራቢ ኮይኑ ኣሎ። እዚ ኣዝዩ ነዊሕ ሩባ መበገሲኡ ካብ ቱርኪ ገይሩ ብሶርያ ብምቁራጽ ብዒራቕ ኣቢሉ ክሳብ ባሕሪ ፐርሺያ ዝፈስስ ኮይኑ፣ እናተንከፈ ንዝሓልፎም ቦታታት ሓምላይ እናለገሰ ንዘበናት ዝጸንሐ ይኹን ደኣምበር ኣብዚ ሰዓት እዚ ግን ጠንቁ ብዘይተፈልጠ ምኽንያት ብናህሪ እናደረቐ ይመጽእ ብምህላዉ ንብዙሓት ኣሰንባዲ ኮይኑ ይርከብ። ካብ ህዋብ ሳተላይት ዝተወስዱ ኣሳእል ከም ዘነጽርዎ ድማ ኣብ ውሽጢ ሒደት ዓመታት ናብ ፍጹም ዘይምህላው ወዲቑ ከም ዝርከብ'ዮም ተንተንቲ ዝገልጹ። ንዑ ተኸቲሉ ድማ ንዘበናት ብወሓይዛት ሩባ ኤፍራጦስ ተሸፊኑ ዝነበረ ጎዳጉዲ'ቶም ኣርባዕተ ኣብ ምድሪ ሩባ ኤፍራጦስ ዝተኣስሩ መላእኽቲ ክረኣ ምኽኣሉ ጥራይ ከይኣክል፣ ረባሺ ድምጺ'ቶም መናፍስት ብተደጋጋሚ ክስማዕ ምጅማሩ ንብዙሓት ኣብ ራዕዲ ኣውዲቑ ኣሎ። ንምዕራባዊ ዓለም እስያ ዝርከብ እዚ ሩባ ኣዝዩ ገጅፍን ንስልጣኔ መሶፖታምያ፣ ምስ ሮባ ጤቅሮስ ብምዃን ዓቢ ኣበርክቶ ዝገበረን ኣብ ታሪኽ ድርሳናት ክሰፍር ዝኸኣለን ልዕሊ ሽሕን ሸውዓተ ሚእትን ኣርብዓን ማይልስ ቁመት ብምሽፋን ኣብ ምዕራብ ኤስያ ካብ ዝርከቡ ወሓይዛት ምስ ቀዳሞት ዓሰርተ ዝስራዕ ምንጪ ማዩ ድማ ካብ ናይ ዝናብ ወሓይዛትን ካብ ዝሓቐቑ ናይ በረድ ኣኻሓ ዋሓትን ክኸውን እንከሎ ብፍላይ ብኣቋጻጽራ ኤሮፓ ካብ ኣፕሪል ክሳብ መይ ዘሎ ኣዋርሕ ማይ ክሳብ ዓንቀሩ ይመልእ ነበረ። ብዝነበሮ ሃብታም ዕድመ ድማ ኣብ ግዜኡ መበገሲ ብዙሓት ስልጣኔታት ምንባሩ መዛግብቲ ታሪኽን መጻሕፍቲ ቅዱሳትን ይነግሩና። ኣብዚ ዘለናዮ ምዕቡል ዘበን ከይተረፈ ንሩባ ኤፍራጦስ ምኽንያት ብምግባር ብርክት ዝበሉ ናይ ኣጠቓቕማ ስምምዓት ከምዝተፈረሙ ይንገር። ንኣብነት ኣብ ሽሕ ትሽዓተ ሚእትን ኣርባዓን ሽዱሽተን መበገሲ ሩባ ኤፍራጦስ ምዃና ዝንገረላ ቱርኪ ነዚ ሩባ ብዝምልከት ዝኾነ ይኹን ሓድሽ ናይ ኣጠቓቕማ ፕሮጀክት ምስ ዝህሉ ኣቐዲማ ንመንግስቲ ዒራቕ ከተፍልጥ ግዴታ ከም ዘለዋን ብተመሳሳሊ ዒራቕ'ውን እንተኾነ ኣብ ኣጠቓቕማ ሩባ ኤፍራጦስ ግድብ ምስራሕ ኮነ ካልእ ተመሳሳሊ ጉዳያት ከም ድላያ ብናጽነት ንኽትጥቀም ክልቲኤን ሃገራት ተሰማሚዐን ምንባረን ይፍለጥ። ይኹን እምበር ኣብ ሽሕን ትሽዓተ ሚእትን ሰብዓን ጋፕስ ኢሎም ብዝሰመይዎ ናይ ኣናቶልያ ፕሮጀክት ቱርኪ ንኤፍራጦስን ሩባ ጤቅሮስን ብምግዳብ ንሕርሻዊ ልምዓት ኤሌክትሪካዊ ጸዓትን ከተውዕሎ መደበት እሞ ብመሰረት ክልቲኣዊ ስምምዕ ምስራሕ ናይቲ ድልድል ተጻፊፉ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ማይ ናይ ምምላእ መስርዑ ተፈጸመ። ድሕሪ እዞም ቱርኪ ዝሃነጸቶም ክልተ ድልድል እምባርዩ ምልኣት ማያት ኤፍራጦስ ብቕልጡፍ ከንቆልቁል ዝጀመረ። በዚ ዝተሰናበደት ዒራ ድማ ክሳብ ነቲ ድልድል ናይ ምፍራስ ስጉምቲ ብምሕንጻጽ ምስ ቱርኪ ኣብ ከቢድ ናይ ምፍጣት ወጥሪ ወደቐት እሞ መንጎኝነት ሕብረት ሶቭየትን ዝምልከቶም ኣካላትን እቲ ጉዳይ ኣብ ግዚኡ ክሃድእ ከኣለ። ብመጽሓፍ ቅዱስ ታሪኻዊ ምዃኑ ዝተነግረሉ ሩባ ኤፍራጦስ ብኣገራሚ ፍጥነትዩ ዝደርቕ ዘሎ። ሳይንቲስት ነዚ ጉዳይ ምስ ዘሎ ሙቐት ዓለምና ተደሚሩ ምድራኽ ሩባ ኤፍራጦስ ምዝንባዕ ክሌማ ዝወለዶ'ዩ ክብሉ እንከለዉ፣ በንጻሩ ኣቦታት ኣመንትን ሰዓብትን ሃይማኖት ክርስትና ግን መጽሓፍ ቅዱስ ምርኩስ ብምግባር ምድራኽ ሩባ ኤፍራጦስ ምልክት መወዳእታ ዓለም'ዩ'ሞ ንስሓ እተዉ ብምባል ሃይማኖታዊ ርእይቶኦም ይህብሉ ኣለዉ። ምድራኽ ሩባ ኤፍራጦስ ምስ መጽሓፍ ቅዱስ ዓቢ ምትእስሳር ከም ዘለዎም ብዙሓት ናይ እምነት ጽሑፋት እናጠቐስካ ኽግለጽ ይከኣል'ዩ። እስከ ቁሩብ ምልስ ኢልና ንዝምድና መጽሓፍ ቅዱስን ሩባ ኤፍራጦስን ንፈትሽ። እዚ ብራእይ ዮሃንስ ሰፊሩ ዝርከብ ንሩባ ኤፍራጦስ ዝምልከት ቃል መጽሓፍ ቅዱስ ብግህዶ ኣብ ምዕራፍ ትሽዓተ ካብ ፍቕዲ ዓሰርተ ሰለስተ ጀሚሩ ከምዚ ይብል። ሻድሻይ መልኣኽ መለከቱ ኣብ ዝነፍሓሉ ግዜ፣ ኣብ ቅድሚ እግዚኣብሄር ብዘሎ ናይ ወርቂ መሠውያ ቀንዶች ሓደ ድምጺ ሰማዕኩ። መለከት ዝሓዘ ሻድሻይ መልኣኽ፣ ኣብ ሩባ ኤፍራጦስ ንዝተኣስሩ ኣርባዕቲኦም መናፍስቲ ፍትሓዮም፣ በሎ። በቲ ግዜ እቲ እምበኣር፣ እዞም ንዘበናት ዝተኣስሩ መላእኽቲ፣ ሓደ ሲሶ ካብ ህዝቢ ዓለም ንኽቐትሉ ተፈትሑ። እዚ ኣብ ላዕሊ ዘንበብኩልኩም ቃል መጽሓፍ ቅዱስ ኣብ ሩባ ኤፍራጦስ ኣርባዕተ ዝወደቑ መላእኽቲ ተኣሲሮም ከም ዘለዉ ዝሕብር ኮይኑ ካብ ጠቕላላ ብዝሒ ህዝቢ ዓለም ድማ ሓደ ሲሶ ዝኣክል ናይ ምቕታል ስልጣን ከም ዘለዎም በዚ ኣብ ራእይ ዮሃንስ ዘሎ ትንቢት ዝፍለጥ ኮይኑ ምስ ምድራቕ ሩባ ኤፍራጦስን ምቕልቃል ገለርያታት እቶም መናፍስትን ድምጽታቶምን ብዙሓት ወገናት ነዚ ብምትእስሳር እቲ ሰዓት ከም ዝኣኸለ እዮም ዝሕብሩ ዘለዉ። ብተወሳኺ ራእይ ዮሃንስ ምዕራፍ ዓሰርተ ሽዱሽተ ፍቕዲ ዓሰርተ ክልተ ንሩባ ኤፍራጦስ ኣመልኪቱ ከም ዝሕብሮ፣ ሻድሻይ ጽዋእ በቲ ዓቢ ሩባ ኤፍራጦስ ኣፍሰሰ። ካብ ምብራቕ ጸሓይ ንዝመጹ ነገስታት መንገዲ ከሰናድእ እቲ ሩባ ደረቐ። ካብ ናይ ዘንዶን ኣውሬን ኣፍን ካብ ናይ ሓሶተኛ ነቢ ኣፍን ካብ ጉንጀሮ ዝመስሉ ሰለስተ ርኹሳት መናፍስቲ ክወጹ ረኣኹ። ምልክቶም ድማ ናይ ኣጋንንቲ መናፍስት እዮም ዝነበሩ። በቲ ገዛእ ኩሉ ዝኾነ እግዚኣብሔር ንዝፍጸም ውግእ ንምስታፍ ድማ እንሆ ኣብ ርእሲ ኩሎም ነገሥታት ዓለምና ሓደሩ። እንሆ ኣነውን ከም ሌባ ኮይነ ክመጽእ እየ። ምስ ዕርቃኑ ከይከይድ፣ ሕፍረቱ ከይቃላዕ ልብሱ ኣንጺሁ ዝጽበ ብፁዕ እዩ ይብል እቲ ናይ መጽሓፍ ቅዱስ ቃል። ናይ ሃይማኖት መምሃራን ነዚ ቃል ብምጥቃስ እቲ ሩባ ከም ዝደርቕ ትንቢት ከም ዘሎን እዚ ዓብን ታሪኻውን ሩባ እናደረቐ ምኻዱ መርኣያ መፈጸምታ ዓለም ምዃኑ እዮም ብጋህዲ ዝትንትኑ ዘለዉ። ይኹን እምበር ሳይንቲስት ከም ዝገልጽዎ ዘለዉ ግን ጠንቂ ምድራቕ ሩባ ኤፍራጥስ ምስ ምህናጽ ግድባት ቱርኪ ብምትእስሳር ንትንቢተ ኢሳይያስ ዝጻረር መግለጺታት እዮም ዝህብሉ ዘለዉ። ንስኹምከ ብወገንኩም ኣብዚ ጉዳይ እንታይ ርእይቶ ከም ዘለኩም ሓሳባትኩም ኣብ ናይ ኮመንት ሳጹን ከተቐምጡልና ብኽብሪ እናዓደምኩ ሎሚ ዝቐረብኩዎ ትሕዝቶ ኣብዚ ይዛዝም።